ወሃቢ ቃል እቲ ጉጅለ ኣይተ ሚኪኤለ ኣስገዶም፣ ንሕና ከም ብልፅግና ሓገዝቲ ንቓልስና ኣይፀዋዕናን፣ ዓርስና ዝኸኣልና ኢና ኢሉ ኣሎ። ላዕለዋይ ኣዛዚ ሰራዊት እቲ ዕጡቕ ጉጅለ ጀነራል ምግበይ ሃይለ ድማ ግልፂ ፃውዒት ሓግዙና ንሻዕብያን ፋኖን ኣቕሪቡ እዩ። ክልቲኦም ድምፅታት ክትሰምዕዎም ኢኹም፣ ተኸታተሉና ኢኹም። ኣብ ትግራይ ክፍተት ፀጥታ ከይፍጠርን ደሓር ስርዓት ኣልቦነት ከይነግስን ምእንታም ጥንኩር ሓይሊ ፖሊስ ይውደበሎም። ጅግና ተጋዳላይ ኮረኔል ወዲ ኣባተ እውን መራሕቲ ፖሊስ እዩ። ሓይሊ ሰላም ሰራዊት ትግራይ ማስክ ተሸፊኖም መናእሰይ ዝገፉ ዘለዉ ዕጡቓት ኣፃፊፉ ይሕዞም ምህላዉ ተፈሊጡ ኣሎ። ናብ ደምነት ካብ ዘእቱ ፀረ ህዝቢ ስራሕቶም ክቑጠቡ እውን ኣተሓሳሲቡ ኣሎ። ዜና ብዝርዝር። ኣብ ትግራይ ክፍተት ፀጥታ ከይፍጠርን ትግራይ ኣደዳ ሸፋቱ ከይትኸውንን ቁልጡፍ ምምዕራይ ሓይሊ ፖሊስ ይግበር ምህላዉ ምንጭታትና ሓቢሮም። እሙናት ምንጭታት ከም ዝነገሩና እዚ ሓዱሽ ዝጣየሽ ዘሎ ሓይሊ ፖሊስ ደሓር ኣብ ትግራይ ክፍተት ፀጥታ ከይፍጠር ብምሕሳብ ዝውደብ ዘሎ ፖሊስ እዩ። ብጅግና ተጋዳላይ ኮረኔል ወዲ ኣባተ እውን ይምራሕ ምህላዉ ፈሊጥና ኣለና። ክሳብ ሕዚ ድማ ኣብ ትግራይ ምስ ዝርከቡ ሓደሽትን ነባራትን ኣባላት ሓይሊ ፖሊስ ስጡም ርክብ ዝተፈጠረ እንተኾነ ኣብ ዝተፈላለዩ ክልላት ኢትዮጵያ ዝርከቡ ነባራት ኣባላት ፖሊስ ተወለድቲ ትግራይ እውን ተግባራዊ ምንቅስቓስ ተጀሚሩ እዩ። ነዚ ሓይሊ ፖሊስ ክውደብ ክመርሕ ተሓርዩ ዘሎ ተጋዳላይ ኮረኔል ወዲ ኣባተ ምስ ካልኦት መሳርሕቱ ብምዃን ቀትርን ለይትን ይሰርሑ ምህላዎም ዝገለፁ ምንጭታትና ፅቡቓት ተስፋታት ከምዝረኸቡን ናብ ተግባራዊ ስራሕ ተኣትዩ ከምዘሎን እውን ኣረጋጊፆም እዮም። እዚ ዝውደብ ዘሎ ሓይሊ ፖሊስ ኣብ ክልተ ሽሕን ዓሰርተ ሰለስተን ዓመተ ግእዝ ኣብ ከተማታት ትግራይ ዘጋጠመ ክፍተት ፀጥታ ከየጋጥምን ድሕንነት ህዝቢ ንምሕላውን ዝዓለመ እዩ። ሓይሊ ሰላም ሰራዊት ትግራይ ኣብ ዝተፈላለዩ ከተማታትን ወረዳታትን ትግራይ ማስክ ገይሮም መናእሰይ ዝገፉ ዘለዉ ኣባላት ጉጅለ ዕጡቓት መነመን ምዃኖም ኣፃፊፈ ይሕዞም ኣለኹ ኢሉና። ጉጅለ ህወሓት ኣብ መንጎ ደቂ ትግራይ ደምነት ተኺሉ ንምጥፋእ ኮነ ኢሉ ይሰርሕ ብምህላው ድማ ማስክ ብምግባር ኣይንፍለጥን ኢልኩም ህዝብኹም ተጋፍዑ ዘለኹም ዕጡቓት ካብ ተግባርኩም ክትቑጠቡ ማዕዳ ኣቕሪቦም ኣለው ኣብዚ ጉዳይ ዘዘራረብናዮም ምንጪ ዜናታትና ኣብ ከተማታትን ገጠራትን ትግራይ መንእሰይ ካብ ድልየቱ ወፃኢ እናገፈፍኩም ትውዕሉን ትሓድሩን ዘለኹም ኣባላት ሚሊሻን ኣባላት ልምዓት ጉጅለን ብዘላቒ ንባዕልኹምን ደቅኹምን ሕሰቡ። ንቤተሰብኩም ደምነት ኣይትግደፉ። ሓይሊ ሰላም ሰራዊት ትግራይ ኣብ ሕድ ሕድ ከተማን ገጠርን ትፍፀም ዘላ ግፍዒ ብእሪ ቁፅሪ ይሕዞ ምህላው እውን እቶም እሙናት ምንጭታትና ገሊጾም እዮም። ኩሉኹም ገፈፍቲ ኣደብ ግበሩ ዝብል መልእኽቲ እውን ኣመሓላሊፎም ኣለው እሙናት ምንጭታትና። ማሕበር ቅዱስ ያሬድ ዘኦርቶዶክስ ተዋህዶ ትግራይ ኣብ ልዕሊ ጳጳሳት ትግራይ ዝተፈጸመ ፈተነ ቅትለት ዝኹንን ሰላማዊ ሰልፊ ክካየድ መደብ ከም ዝሓዘ ዕላዊ ገይሩ። ባሕቲ ሓምለ ክልተ ሽሕን ዓሰርተ ሸሞንተን ዓመተ ግእዝ ኣብ ልዕሊ ብፁዕ ኣቡነ ናትናኤልን ብፁዕ ኣቡነ ኣረጋውን ዝተፈጸመ ፈተነ ቅትለት ኣብ ትግራይ ህዝቡ ዝሕሉ መንግስቲ ከምዘየለ መረጋገጺ እዩ ኢልዎ'ሎ ማሕበር ቅዱስ ያሬድ ኣብ መግለጺኡ። ሰላም ህዝብን ክብሪ ቅድስት ቤተ ክርስቲያንን ዘተሓሳስበኩም ኣባላት ፀጥታ፣ መራሕቲ ሃይማኖትን ቤተ ክርስቲያንኩምን ናይ ምሕላው ግዴታ ኣለኩም ዝበለ ማሕበር ቅዱስ ያሬድ ኣብ ልዕሊ ሊቃነ ጳጳሳት ዝተፈተነ ቅትለት ብምኹናን ፃውዒት ሰላማዊ ሰልፊ ኣቕሪቡ እዩ። ማሕበር ቅዱስ ያሬድ ዘኦርቶዶክስ ተዋህዶ ትግራይ ኣብ መንበረ ጵጵስና ዝተፈፀመ ፈተነ ቅትለት ኣብ ትግራይ ዘሎ ስርዓት ኣልቦነትን ሽፍትነትን ዘርኢ ተግባር ምዃኑ እውን ብግልፂ ኣስሚሩሉ እዩ። ማሕበረሰብ ዓለምን ሚድያታትን ነቲ ብውሽጥን ብደገን ብሰላሕታ ዝፀንት ዘሎ ህዝቢ ትግራይ ኣቓልቦ ክገብርሉ ይግባእ ዝበለ ማሕበር ቅዱስ ያሬድ ኣብ ልዕልቶም ኣብ ወፃኢ ኮይኖም መደባት ጥፍኣት ዘጋውሑ ዘለዉ ሚድያታት ናይ ሕጊ ከይዲ ከም ዘካይድ እውን ዕላዊ ገይሩ እዩ። ክካየድ ተሓሲቡ ዘሎ ምኽባር ሕጊን ሰላማዊ ሰልፍን ብዝምልከት ዕለቱን ሰዓቱን ብመራኸብቲ ሓፋሽ ክናገር ምዃኑ እውን ኣፍሊጡ እዩ ማሕበር ቅዱስ ያሬድ። ብኻልእ ዜና፣ ጥይት ተኲሱ ዝተብሃለ ሓለዋ ወይ ድማ ዋርድያ ናይቲ መንበረ ሰላማ ምስ ካልኦት ሰለስተ ተጠርጠርቲ ኣብ ትሕቲ ቁፅፅር ከም ዝወዓሉ ፖሊስ ከተማ ኣኽሱም ኣፍሊጡ ኣሎ። ጋዜጠኛ ስታሊን ገብረስላሰ ማለት ተወላይ ብዕሊ ግፋ ዝተቓወሙ ኣቡነ ናትናኤል ኣብ ውሽጢ ክልተ መዓልታት ይቕረታ ይሕተቱ እንተዘየለ ግን ኢሉ ተሓኑዩ ምንባሩን ሕዚ ኣብ ልዕሊ ኣቡነ ናትናኤል ፈተነ ቅትለት ምክያዱን ስዒቡ ብዙሓት ሰባት ኣብ ልዕሊ ጋዜጠኛ ስታሊን ገብረስላሰ ጥርጣረ ሓዲርዎም ከምዘሎ ተዓዚብና ኣለና።

ዝበለ እንትኾን፣ ካብ ላዕለዎት ኣዘዝቲ ዕጡቓት ጉጅለ ህወሓት ዝኾነ ጀነራል ምግባይ ሃይለ ግን ሽም ፀዊዑ ፃውዒት ንተሓባበር ኣቕሪቡ እዩ። ክልቲኦም ድምፅታት ክነቕርበልኩም ኢና። ኣብ ዝሓለፉ ዓመታት ዶክተር ደብረፅዮን ገብረሚካኤል ዝርከብዎም መራሕቲ ጉጅለ ህወሓት ምስ ሻዕብያ ዝተገበረ ፅምዶን ረብሓታቱን ኣመልኪቶም ኣብ ዝተፈላለዩ በዓላት ዝተፈላለዩ ሓሳባት ተዛሪቦም እዮም። ኣብዚ ቀረባ እዋናት እውን ናብ ሱዳን ኣቲና ኣለና፣ ኣልቡርሃን ይስዕር እናበሉ ኣብ ዓድማቶም ሱዳን ኮይኖም ዝጭርሑ ዕጡቓት ጉጅለ ህወሓት ኣብ ዝተፈላለዩ ሚድያታት ዓለም ምቕራቦም ትዝክሩ ኢኹም። ምቕራቦም ጥራሕ ዘይኮነስ ዓለምለኸ ውግዘት እውን ኣስዒቡ እዩ። ወሃቢ ቃል ጉጅለ ህወሓት ገብረሚካኤል ኣስገዶም ግን ትማሊ ኣብ ኢትዮ ፎረም ብምቕራብ ንሕና ባዕልና ዝኸኣልና ኢና፣ ከም ብልፅግና ንኻሊእ ኣይዓደምናን ዝፀዋዕናዮ ኣካል የለን።

ንብርክት ዝበሉ ተጋሩ ተስፋ ካብ ዝሃቡ ዘረባታት ሓደ ድማ መንግስቲ ኢትዮጵያ ሕዚ እውን በሩ ንሰላም ክፉት ምዃኑ ምግላፆም እዩ። ቤት ፅሕፈት ቀዳማይ ሚኒስትር ኢትዮጵያ ኣብ ዘውፅኦ መግለፂ ድማ ሽዑ ፃውዒት ሰላም ብግልፂ ኣቕሪቡ እዩ። ህዝቢ ትግራይ ሰላም ክረክብ ኣለዎ፣ ንዘተ ንዘረባ ቅሩባት ኢና ኢሉ እዩ ሽዑ ቤት ፅሕፈት ቀዳማይ ሚኒስትር። ትማሊ ኣብ ኢትዮ ፎረም ዝቐረበ ወሃብ ቃል ጉጅለ ህወሓት ሚካኤለ ኣለምሰገድ ግን ብዛዕባ እዚ ፃውዒት ሰላም መንግስቲ ኢትዮጵያ ቃል እውን ኣይተንፈሰን። እዚ ከምዚ እናሃለወ ወሃቢ ቃል ጉጅለ ህወሓት ኣይተ ሚካኤለ ንሕና ዝፀዋዕናዮ ፋኖ ይኹን ሻዕብያ የለን እንተበለ እውን ግን ካብ ላዕለዎት ኣዘዝቲ ዕጡቓት ጉጅለ ህወሓት ዝኾነ ጀነራል ምግበይ ሃይለ ግን ሽም ፀሪሑ ሓጉዙና ፋኖን ሻዕብያን ኣብ ጎንና ኹኑ ምባሉ በዝስዕብ ድምፂ ተረጋጊፁ እዩ።
በተለይ ንኤርትራውያን ኣምሓራ ይኹን ኤርትራ ይኹን ኣጎብ ይኹን ዓፋር ኣብ ጎኒ እዚ ሰራዊት እዚ ክኾኑ ከዓ በዚ ኣጋጣሚ እዚ መልእኽትና ነሕልፍ።
የብልጽግና መንግስት እንዳደረገው እንትና በዚህ ግባ እንትና በዚህ ውጣ ና ድጋፍ አድርግ ብለን የምንጠራው የምንጋብዘው ሃይል የለም። በተለይ ንኤርትራውያን ኣምሓራ ይኹን ኤርትራ ይኹን ኣጎብ ይኹን ዓፋር ኣብ ጎኒ እዚ ሰራዊት እዚ ክኾኑ ከኣ በዚ ኣጋጣሚ እዚ መልእኽትና ነሕልፍ።
ወሃቢ ቃል ጉጅለ ህወሓት ኣይተ ሚካኤለ እዚ ግልፂ ብላዕለዋይ ኣዛዚ ሰራዊትኩም ጀነራል ምግበይ ሃይለ ቀሪቡ ዘሎ ፃውዒት ሓጉዝና ደኣ ታይ ማለት እዩ? ዶክተር ደብረፅዮን ገብረሚካኤል ዕስራ ጉንበት እንትበዓል ፅምዶና ኣጠናኺርና ክንቕፅል ኢና ዝበልዎኸ ተረሲዑ ዶ? ብዝኾነ ኣሉ ምባል ተደጋጋሚ ኮይኑ ኣሎ። ብትግርኛ ኣይገፈፍናን ብቋንቋ እንግሊዝኛ ኣብ ዝግበር ፅሑፍ ድማ ጨኒቑናስ ገፊፍና ኢና። ብትግርኛ ጽምዶና ኣጠናኺርና ክንቕጽል ኢና፣ ንፋኖን ሻዕብያን ንጻውዒት ኣቕሪብና ኢና፣ በምሓርኛ ድማ ዘቕረብናዮ ጻውዒት የለን ዝብሉ ዝተዋቕዑ ዘረባታት ጉጅለ ህወሓት በዚሖም ኣለዉ። እዚ ኢና ጥዕናዶ?